ስላም ንዓኹም ይኹን ኣብ መላእ ኩርናዓት ዓለም ኮንኩም ዕለታዊ ሓበሬታታት ደጎል ዜና ትከታተሉ ፍትዋት ተዓዘብቲ ንዓርቢ 15 ነሓሰ ክልተ ሽሕን ዓሰርተ ሸሞንተን ዓመተ ምህረት ዘዋድድ ናይ ዓመት ዜናታት ሒዝና ቀሪብና ኣለና። ንሰናይ ምክትታልኩም ብምዕዳም ብቐጥታ ናብ ዝርዝር ዜና ክነስግረኩም። በቲ ፈላማይ ዜናና እንትንጅምር ፖለቲካዊ መራሕቲ ህወሓት ክሳብ ዓሰርተ ሽዱሽተ ነሓሰ ክልተ ሽሕን ዓሰርተ ሸሞንተን ዓመተ ምህረት ካብ መቐለ ጠቕሊሎም ንኽወፁ ትእዛዝ ተመሓላሊፉ። ፖለቲካዊ መራሕቲ ህወሓት ክሳብ ዕለት ዓሰርተ ሽዱሽተ ነሓሰ ክልተ ሽሕን ዓሰርተ ሸሞንተን ዓመተ ምህረት ካብ ከተማ መቐለ ጠቕሊሎም ንኽወፁ ህፁፅ ትእዛዝ ተመሓላሊፉ ከም ዘሎ ተገሊፁ። እዚ ዝተውሃበ ደረት እዋን ኣዝዩ ሓፂር ብምዃኑ እቶም ኣመራርሓ ኣብ ውሽጢ ዝተውሃቦም ውሑዳት መዓልትታት ናይ ኦፊስን ናይ ግልን ንብረቶም ኣኪቦም ካብ መቐለ ክወፁ ከም ዝተገደዱ እቶም ምንጭታት ኣፍሊጦም። እዚ ህፁፅ ናይ ምውፃእ ትእዛዝ ዝመሓላለፍ ዘሎ ኣብ ልዕሊ ከተማ መቐለን ዙርይኣን ተደጋጋሚ ናይ ድሮንን ናይ ኣየር መጥቃዕትታትን እናተፈጸመ ኣብ ዝርከበሉ ከምኡ እውን ኣብ መንጎ ዝተፈላለዩ ሓይልታት ዘሎ ወታደራዊ ምፍጣጥ ኣዝዩ ኣብ ዝሓየለሉ እዋን እዩ። ብተወሳኺ ኣብ ውሽጢ እቲ ውድብ ዘሎ ናይ መርሕነት ምፍንጫልን ኣብ ልዕሊ እታ ከተማ እናዕበየ ዝመጽእ ዘሎ ወታደራዊ ጸቕጥን እቶም ፖለቲካዊ መራሕቲ ካብቲ ቦታ ንኸርሕቑ ምኽንያት ኮይኑ ከም ዘሎ ይግለጽ። እዚ ዝተዋህበ ናይ ምውጻእ ትእዛዝ ተግባራዊ ምዃኑ ስዒቡ ኣብ ምምሕዳር ከተማ መቐለን ኣብቲ ናይ ፖለቲካዊ ስልጣንን ባይታን ዓብዪ ናይ ሓይሊ ምዝባዕ ክፈጥር እዩ ዝብል ስግኣት ፈጢሩ ይርከብ። እቶም መራሕቲ ነቲ ዝተዋህቦም ደረት እዋን ኣኽቢሮም እንተወጺኦም እታ ከተማ ኣብ ትሕቲ እንታይ ዓይነት ናይ ምምሕዳርን ናይ ጸጥታን ስትራክቸር ክትወድቕ እያ ዝብል ሕቶ ኣብ መንጎ ነበርቲ እታ ከተማን ፖለቲካዊ ተዓዘብትን ልዑል መዘራረቢ ኮይኑ ይርከብ። ብተመሳሳሊ ዜና ድሕሪ ኣብ መቐለ ዝተፈጸመ ደብዳበ ድሮን ኣብ ኣኼባ ህወሓት ከቢድ ሕንፍሽፍሽን ናይ ምጥርጣር መንፈስን ተፈጢሩ ከም ዘሎ ተሓቢሩ። እቲ ደብዳበ ብልክዕ ዒላማ ገይሩ ዝወደቐሉ ምኽንያት ካብ ውሽጢ መሪሕነት ሓበሬታ ብምሕላፉ እዩ ዝብል ስግኣት ናይ ምጥርጣር መንፈስ ሰፊኑ ኣሎ። ምንጭታት ከም ዝሕብርዎ ድሕሪ እቲ ኣብ ከተማ መቐለ ዝተገበረ ደብዳበ ድሮን ኣብ መንጎ ኣመራርሓ ህወሓት ኣፈላላይ ከምዝተፈጠረ ተገሊፁ። ትማሊ ኣብ ከተማ መቐለ ዝተፈፀመ ናይ ድሮን ደብዳበ ስዒቡ ኣብ መንጎ ላዕለዎት ኣመራርሓ ህወሓት ዝተኻየደ ህፁፅ ኣኼባ ብኸቢድ ሕንፍሽፍሽን ምፍጣጥን ከምዝተበተነ ካብቲ ቦታ ዝወፁ ሓበሬታታት የረድኡ። እቲ ናይ ኣየር መጥቃዕቲ ብልክዕ ዝተመረፀ ቦታ ዒላማ ገይሩ ዝወደቐሉ ምኽንያት ካብ ውሽጢ እቲ መሪሕነት ናይ ስለያ ሓበሬታ ንፀላኢ ብምሕላፍ እዩ ዝብል ስግኣት ኣብ መንጎ እቶም ኣመራርሓታት ልዑል ምጥርጣር ፈጢሩ'ሎ። ኣብቲ ዝተኻየደ ኣኼባ ምሳና ኣብ ስራሕ ፈጻሚትን ማእከላይ ኮሚቴን ኮይኖም ምስ ጸላኢ ዝሰርሑን ሓበሬታ ዘሕልፉን ሰባት ኣለዉ ዝብል ሓያል ወቐሳን ክስን ብምልዓሉ እቲ ምፍጣጥ ናብ ዝለዓለ ብርኪ ምብጽሑ ተሓቢሩ። በዚ ምኽንያት እቲ ኣኼባ ብሕንፍሽፍሽ ክበታተን እንከሎ፣ እዚ ኩነታት ድማ ኣብ ውሽጢ እቲ መሪሕነት ዘሎ ናይ ሕድሕድ እምነት ምሉእ ብምሉእ ዝተሸረፈ ምዃኑን እቲ ናይ ፖለቲካ ወጥሪ እናገደደ ይኸይድ ምህላዉን ዘርኢ ምዃኑ ተገሊጹ'ሎ። ትማሊ ኣብ ከባቢ ዓዲ ሽንዱሕን ደብዳብ ድሮን ኣብ ዝተፈጸመሉ እዋን፣ ኣብ ጥቓ'ቲ መጥቃዕቲ ዝተፈጸሞ ቦታ ላዕለዎት ኣመራርሓ ህወሓት ኣኼባ የካይዱ ምንባሮም'ዩ ተገሊጹ ዘሎ። ብተወሳኺ ኣብ ከባቢ መረዋ ራያ ኣላማጣ ብቐዳም ደብዳብ ድሮን ካብ ዝተፈጸመሉ ከባቢ፣ ናይ ኣስታት ዓሰርተ ሓሙሽተ ኪሎ ሜትር ኣፈላላይ ላዕለዎት ኣዘዝቲ ሰራዊት ትግራይ ኣኼባ ይገብሩ ከም ዝነበሩ ላዕለዋይ ኣመራርሓ ህወሓት ምግላፁ ይዝከር። በዓል ኣሸንዳ ብሰንኪ ስግኣት ደብዳብ ድሮን ኣብ መንደረ ጥራሕ ንክኽበር ቢሮ ባህልን ቱሪዝምን ትግራይ ኣፍሊጡ። ብሰንኪ ኣብ ከተማ መቐለ ዝተፈጸመ ናይ ድሮን ደብዳብ ዘሎ ናይ ጸጥታ ስግኣትን ደቂ ኣሸንዳ ናብ ህዝባዊ ኣደባባያት ካብ ምውጻእ ክቑጠባ ተወሲኑዮ። ቢሮ ባህልን ቱሪዝምን ትግራይ ነቲ በዓል ኣዋልድ ኣብ መንደረን ገዛውተንን ጥራሕ ንኸኸብርኦ መግለጺ ኣውጺኡሎ። ብተወሳኺ ተጠቀምቲ ማሕበራዊ ሚዲያ ብግፍዒ ንዝተቐተለት ዘውዲ ሃፍቱ፣ ፍትሒ ንምእላሽ በዓል ኣሸንዳ ናይዚ ዓመት ብጸሊም ንክኽበር ይጽውዕ ኣሎ። ድሕሪ ስምምዕ ፕሪቶርያ ንፈለማ እዋን ኣብ ከተማ መቐለ ዝተፈጸመ ናይ ደብዳብ ድሮን ስዒቡ እታ ከተማ ኣብ ሓያል ናይ ጸጥታ ስግኣት ትርከብ። በዚ ምኽንያት ድማ ቢሮ ባህልን ቱሪዝምን ትግራይ ኣብ ዘውጽኦ ሓዱሽ መግለጺ ኣዋልድ ደቂ ኣሸንዳ ናብ ህዝባዊ ኣደባባያት ካብ ምውጻእ ተቖጢበን ነቲ በዓል ኣብ መንደረንን ገዛውተንን ጥራሕ ከኽብርኦ ኣፍሊጡ። እዚ ውሳነ እዚ ዝተወሰደ ናይ ዜጋታት ድሕንነት ንምሕላው ካብ ተወሳኺ ናይ ኣየር መጥቃዕቲ ሓደጋ ንምክልኻልን ብዝብል ምዃኑ ተሓቢሩ ኣሎ። ብኻሊእ ወገን ድማ ኣብ ማሕበራዊ ሚድያ ብግፍዒ ንዝተቐተለት መንእሰይ ዘውዲ ሃፍቱ ፍትሒ ንኽትረክብ ዝግበር ዘሎ ወፈራ እናሓየለ መፂኡ ኣሎ። ተጠቀምቲ ማሕበራዊ ሚድያ ነዚ ዘሎ ናይ ሓዘንን ስግኣትን ኩነታት ብምግላፅ ናይዚ ዓመት በዓል ኣሸንዳ ብጸሊም ክልበስን ድምጺ ግዳያት ዝስምዓሉ ባይታ ክፍጠርን ይጽውዑ ኣለዉ። እዚ ድማ እቲ በዓል ናይ ሎሚ ዓመት ኣከባብራ ካብ ናይ ቀደም ዝተፈለየ ንክኸውን ገይርዎ ይርከብ። ብኻልእ ዜና ሓይልታት ፋኖን ሰራዊት ነጻነት ኦሮሞ ኦላን ሓበራዊ ስምምዕ ከምዝገበሩ ተገሊጹ። ሓላፊ ርክብ ህዝቢ ፋኖ ኣስረስ ማሩ ኣብ ወለጋ፣ ኣብ መንጎ ፋኖን ሰራዊት ነጻነት ኦሮሞ፣ ኦላ፣ ናይ ሓበሬታ ምልውዋጥን ሎጂስቲክን ምትሕግጋዝን ከም ዘሎ ኣፍሊጡ። ባዕሉ ናይ ወለጋ ፋኖ ቢዛመ ግንባር ነጻነት ብምባል ዝጽውዕ ዕጡቕ ሓይሊ፣ ኣብ ኣንገረ ጉተን ጊደና ኣያና ኣብ ልዕሊ ንጹሃን ኦሮሞ መጥቃዕቲ ይፍጽምን መሬት ቢዛሞ ናተይ እዩ እናበለ ወተሃደራዊ ዘመቻ የካይድን ምህላዉ'ውን ተሓቢሩ። ቅድሚ ሓደ ሰሙን ናይ ኣፍቡን ናይ ህዝቢ ርክብ ሓላፊ ኣስረስ ማሩ ኣብ ዝሃቦ መግለጺ፣ ኣብ ወለጋ ኣብ መንጎ ፋኖን ሰራዊት ነጻነት ኦሮሞ ኦላን ሓበራዊ ምንቅስቓስ ከም ዘሎ ገሊጹ እዩ። እዚ ምትሕግጋዝ'ዚ ሓበሬታ ብምልውዋጥ፣ ሎጂስቲክስ ብምክፍፋልን ኣብ ልዕሊ ሓበራዊ ጸላኢ ብተናጸል መጥቃዕቲ ብምፍጻምን ዝግለጽ ምዃኑ ኣብሪሁ። ተወሳኺ ኣብ ወለጋ ዝነብሩ ተወለድቲ የምሓራ ቋንቋ ኦሮምኛ ዘዛርቡ ርእሶም ካብ መጥቃዕቲ ንምክልኻል ናይ ብልጽግና ናይ ብሄር ምጭፍጫፍ ሴራ ንምፍሻልን ዝገብርዎ ዘለዉ ምንቅስቓስ ምዃኑ ገሊጹ ኣሎ። ብኣንጻሩ ባዕሉ ናይ ወለጋ ፋኖ ናይ ቢዛሞ ነጻ ኣውጪ ብምባል ዝጽዋዕ ዕጡቕ ሓይሊ፣ ኣብ ኣንጋርጉተን ጊዳ ኣያና ኣብ ልዕሊ ንጹሃን ዜጋታት መጥቃዕቲ ይፍጽም፣ ንብረት ይዘርፍን ነቲ ናይ ወለጋ መሬት ቢዛሞ ብምባል ናቶ እዩ እናበለ ይንቀሳቐስ ኣሎ። ፖለቲከኛ ጅዋር መሓመድ ነዚ ኩነታት ኣመልኪቱ ኣብ ዝሃቦ መብርሂ፣ እዚ ሓይሊ እዚ ብናይ መንግስቲ ናይ ድሕንነት መዋቕር ዝተፈጠረ ሴራ ምዃኑ ገሊጹ ኣሎ። ከም ናይ ቀደም ፈቀደ ኣብዲሳ ኣብ ኦላ ተሸጒጡ ኣብ ልዕሊ ኣምሓራ መጥቃዕቲ ብምፍጻም ናይ ፖለቲካ ትርፊ ንምርካብ ዝግበር ዝነበረ ሴራ፣ ሕዚ ድማ ብስም ፋኖ ተደራጅዩ ኣብ ልዕሊ ተወለድቲ ኦሮሞ መጥቃዕቲ እናፈፀመ ይርከብ ብምባል ጀዋር ገሊፁ ኣሎ። እዚ ድማ ነቲ ናይ ፋኖን ኦላን ርክብ ንምብትታንን ህዝቢ ኦሮሞ ምስ ብልፅግና ንክስለፍ ንምግዳድን ዝዓለመ እዩ ክብል የረድእ። ኣብ መንጎ ኣምሓራን ኦሮሞን ናይ ሓድሕድ ኲናት እናተወልዐ ኣብ ዘለሉ እዋን ናይ ኦላን ፋኖን ኣመራርሓታት ስለምንታይ ሰቕታ መሪፆም ዝብል ሕቶ ድማ እናተልዓለ ይርከብ። ብሓፈሻ እዞም ክልተ ሓይልታት ሓቢሮም እናሰርሑ ምዃኖም ኣብ ዝገልፅሉ ዘለዉ እዋን ኣብ ልዕሊ ንፁሃን ዝበፅሕ ዘሎ መጥቃዕቲ ብወግዒ ዘይምኹናንን ዘይምብርሃርሆምን ንብዙሓት ኣደናጊሩ ይርከብ። ብኻሊእ ዜና ላዕለዋይ ጀነራል ሰራዊት ኢትዮጵያ ናብ ኣመሪካ ፔንታጎን ከምዝኸደ ተገሊፁ። ኢትዮጵያን ኣመሪካን ኣብ ፔንታጎን ብዝገበረኦ ዘተ ወታደራውን ናይ ጸጥታን ዝምድነተን ንምጥንኻር ተስማዕሚዐን ከም ዘለዋ ተሓቢሩ። ኢትዮጵያን ኣመሪካን ኣብ ዓውዲ ምክልኻል ጸጥታን ዘለወን ኩለመዳያዊ ስትራቴጂካዊ ምትሕብባር ናብ ዝለዓለ ብራኸ ንምስግጋር ዘኽእል ስምምዕነት ምብጽሐን ሰራዊት ምክልኻል ኢፌዴሪ ኣፍሊጡ። ብዋና ዳይሬክተር ወፃኢ ርክብን ውታደራዊ ምትሕብባርን ሚኒስቴር ምክልኻልን ሜጀር ጀነራል ተሾመ ጎሞችው ዝተመርሐ ላዕለዋይ ናይ ወታደራዊ ልኡኽ ጉጅለ ኣብ ዋሽንግተን ፔንታጎን ብምርካብ ምስ ምክትል ረዳት ሚኒስተር ጉዳያት ኣፍሪካ ብሪያን ጄ ኣሊሰን ካልኦት ላዕለዎት ኣመራርሓን ዘተ ኣካይዱ ኣሎ። እቲ ስምምዕነት፣ ብሄራዊ ረብሓ ክልቲኡን ሃገራት ንምርግጋጽ፣ ሓበራዊ እምነት ንምጥንኻርን ኣብ ቀርኒ ኣፍሪካ ዘላቒ ሰላምን ጸጥታን ንምስፋንን ዝዓለመ ምዃኑ ተገሊጹ። ኣብቲ ዘተ፣ ክልቲኡን ሃገራት ወታደራውን ዲፕሎማስያውን ርክበን ናብ ሓዱሽ ምዕራፍ ንምስግጋር፣ ናይ ትካላተን ምትሕብባር ንምስፋሕን ስትራተጂካዊ ድልውነት ብዝበለጸ ንምጥንኻርን ኣብ ስምምዕ ምብጽሐን ተገሊጹ። እዚ ሓዱሽ ስትራተጂካዊ ምትሕብባር ናይ ክልቲኤን ሃገራት ብሄራዊ ረብሓን ሓበራዊ ተጠቃምነትን ንምርግጋፅ፣ ኣብ መንጎ እተን ሃገራት ዘሎ ሓበራዊ እምነት ንምጥንኻር፣ ኣብ ቐርኒ ኣፍሪካን ኣብ ሰፊሕ ቐጠናን ዘላቒ ሰላም፣ ፀጥታን ምርግጋእን ንምስፋን ዝዓለመ ምዃኑ ተሓቢሩ። ኣብ መንጎ ክልቲኦም ወገናት ዝተበፅሐ ናይ ስምምዕ ማዕቐፋት ብቕልጡፍ ናብ ተግባር ንምእታውን ምትሕብባረን ናብ ዝሓሸ ብራኸ ንምዕባይን ዘለወን ድልውነት እውን ኣረጋጊፀን ኣለዋ። ኣብ መወዳእታ ሓላፊ ስለያ ከም ዝተቓተለ ተገሊጹ። ሓላፊ ስለያ ኢኳዶር ሚሸል ሰንሲ ኮንቲገንን በዓልቲ ቤቱን ብሓደጋ ሄሊኮፕተር ዓሪፎም። ሓላፊ ክፍሊ ስለያ ሃገረ ኢኳዶር ሚሸል ሲንጎ ኮንቲ በዓልቲ ቤቱን ካልኦት ሓሙሽተ ሰባትን ኣብ ሰሜናዊ ኬንያ ብሓደጋ ሄሊኮፕተር ሞይቶም ከም ዘለዉ ተገሊጹ። እቶም መጻምዲ ናብ ኬንያ ክበጽሑ ከም ዝኸዱን ኣብቲ እዋን ሓደጋ ድማ እንስሳት ዘገዳም ክርእዩ እናተጓዓዙ ምንባሮም ተሓቢሩ። እታ ዝነበርዋ ሄሊኮፕተር ኣብ ከባቢ እምባ ኦሎሎኪዌ ኣብ ሳምቡሩ ካውንቲ ዝተባህለ ቦታ ከምዝተሓምሸሸት ተገሊጹ። ኣብታ ሄሊኮፕተር ሽዱሽተ ተጓዓዝትን ሓደ ኣብራሪ ፓይሎትን ከምዝነበርዋን ኩሎም ህይወቶም ከምዝሓለፈን ተሓቢሩ። ካብቶም ተጓዓዝቲ እቶም ሓሙሽተ ዜጋታት ኣመሪካ እንትኾኑ፣ በዓልቲ ቤቱ ሰንሲ ኮንቲግ ስቴፋኒ ሆሊፈን ዜግነት ኣመሪካን ኢኳዶርን ከም ዝነበራ ተሓቢሩ። ሰብ መዚ ኣቪየሽን ኬንያ ጠንቂ ናይቲ ሓደጋ ንምፍላጥ ክሳብ ዛጊድ ይምርምሩ ከም ዘለዉ ዝወጹ ዘለዉ ሓበሬታታት የረድኡ።